ምድላው መብዛሕትኡ ፍርሒ መበገሲኡ ዘይምፍላጥ እዩ። ስለ ሓደ ነገር እኹል ኣፍልጦ ተዘይብልካ ትፈርሕ ኢኻ። እንታይ ኮን ይኸውን? እንታይ ኮን የጋጥመኒ? ነዚ እዮም ድማ ብዙሓት ሰባት ምልዋጥ ዝፈርሑ። ድሕሪ እቲ ለውጢ እንታይ ከም ዘሎ ስለ ዘይፈልጡ። ነዚ እዮም ድማ ክልወጡ ዘይደልዩ። ኣብቲ ናይ ምቾት ህይወቶም ተኸቢቦም ምቕጻል እዮም ዝደልዩ። ሓድሽ ነገር ንምፍጣር ንፈርሖ ነዚ እዩ። ስለ ዘይንፈልጥ እዩ። ከም ምፍላጥ ዝኣመሰለ ነጻ ዘውጽእ የለን። ፍልጠት ነጻ የውጸካ እዩ። ስለዚ ምድላው ይግበኣካ እዩ። ኣጸቢቕካ ክትዳሎ ኣለካ። ሓድሽ ቢዝነስ ንምጅማር ዘፍርሓካ ምኽንያት ብዛዕባ እቲ ቢዝነስ መጽናዕቲ ስለ ዘይገበርካ እዩ። ስለ ዘይፈለጥካዮ እዩ። ስለዚ ምፍላጥ ይግበኣካ። ብልምዲ ተዳሎ፣ ብፍልጠት ተዳሎ፣ ብትምህርቲ፣ በተሓሳስባ፣ ብኣእምሮውን ተዳሎ። ዕድላት ናብ ህይወትካ ምምጽኦም ዘይተርፍ እዩ። ፈጣሪ ኩሉ ግዜ ትኽክለኛ ሰባት፣ ዕድላት፣ ኩነታት ናብ ህይወትካ ይልእኽ እዩ። መስተውዓሊ እንተኾይንካ ክትጥቀመሎም ኢኻ። ምስትውዓል ማለት ድማ ምድላው ማለት እዩ። ተዘይ ተዳሊኻ ግን ዓይንኻ እንዳረኣኻ ብዙሕ ነገራት ከምልጡኻ እዮም። ድፍረት ሃልዩካ ልቦ ምሉእ ተኾይንካ ምድላው እንተዘይ ጌርካ ክትወድቕ ኢኻ። ሓደ ግዜ ሓደ ኣዝዩ ብዙሕ ርእሰ ምትእምማን ዘለዎ ሓንቲ ናይ እንግሊዝኛ ቃል እዩ ዝፈልጥ ዝነበረ። ብድፍረት ግን ሓደ ፈረንጂ ናብ ገዝኡ ዓደመ። Come ትብል ቃል ጥራሕ እዩ ዝፈልጥ ኔሩ። እቲ ፈረንጂ ናብ ገዝኡ መጸ። ብኸመይ ኪድ ክብሎ? ተሸጊሩ እንታይ ከም ዝብል ጠፍኦ። ኣብታ ኣፍ ደገ መዓጾ ደው ኢሉ ካም ካም እንዳበለ ሒዝዎ ወጽዩ። ሓደ ሓደ ግዜ ኣብ ህይወት እንተ ዘይተዳሊኻ ዘጣዓሱኻ ዕድላት ብኸንቱ ክተጥፍኦም ኢኻ። ምድላው ዘድልየካ ነዚ እዩ። ምስ ትዳሎ ርእሰ ምትእምማን እዩ ዝህበካ። ፍልጠት ኣለኒ፣ ልምዲ ኣለኒ፣ ዝኣመንኩሉ ነገር ክገብሮ እየ ትብል። ፍልጠት እዩ ነጻ ዘውጸኩም። ምዕባይን ምሃብን፣ ሰባት ብጣዕሚ ሕጉሳት ምስ ዝኾኑ፣ ኣብ ጽቡቕ ስምዒት ምስ ዝህልዉ፣ ዝኣምንሉ ነገር ገብሩ። ናይ ርእሰ ምትእምማኖም ደረጃ ላዕሊ ይስቀል። ሰባት እንታይ እዩ ሕጉሳት ዝገብሮም እንተይልና ክልተ ነገራት እዮም። ቀዳማይ ምዕባይ እዩ። ካልኣይ ድማ ምሃብ እዩ። ምዕባይ ድማ ካብ ትማሊ ሎሚ ዝሓሸ እንተኾይኑ ሰባት ሕጉሳት ናይ ምዃን ዕድሎም ሰፊሕ እዩ። ብዛዕባ ትማሊ ትሓስብ እሞ ትማሊ ኣበይ ነይረ፣ እንታይ ይገብር ነይረ፣ እንታይ ዓይነት ህይወት ነይርኒ ኢልካ ሎሚ ዘለኻዮ ህይወት ድማ ትሓስቦ። ሎሚ እኮ ዝሓሸ እዩ ከምቲ ናይ ትማሊ ኣይኮነን፣ ኣይደክምን፣ ሎሚ ኣብ ፅቡቕ ደረጃ በፂሐ ኣለኹ። ስራሕ ምርካብ ንባዕሉ እውን ምዕባይ እዩ። ዝሓሸ ደሞዝ ምርካብ ንባዕሉ ምዕባይ'ዩ። ብትምህርቲ ምምራቕ ምዕባይ'ዩ። ሓዳር ምግባር ምዕባይ'ዩ። ምውላድ ምዕባይ'ዩ። ኣብ ህይወት ውን ሓድሽ ነገር ምግባር ምዕባይ'ዩ። እዚ ድማ ውሽጣዊ ሓጎስ ክበካ'ዩ። ስለዚ በብዕለቱ ዝዓበናሉ መጠን ርእሰ ምትእምማንና ሓቢሩ ይዓቢ። ካልኣዩ ድማ ብዙሓት መንፈሳዊ መጽናዕትን ሳይንሳዊ መጽናዕትን ዝጠቕስዎ ምሃብ'ዩ። ገንዘብካ ምሃብ ጥራሕ ዘይኮነስ፣ ግዜኻን ጉልበትካን ፍልጠትካን ንዝሰኣንዎን ንዝጎደሎን ምክፋል እዩ። ብዝሃብካዮ መጠን ኣነ እኮ ኣብዚ ዓለም ዝኾነ ነገር ዳገበርኩ እየ ትብል። ነዚ እዩ ድማ ኣብ ዙርያኻ ዘለዉ ንትፈትዎምን ተኽብሮምን ናትካ ሓገዝ፣ ናትካ ግዜ ዘድልዮም ሰባት ክትህብ ዝግበኣካ። ግዜኻ ክኸውን ይኽእል፣ ኣድናቖትካ ክኸውን ይኽእል፣ ዝኾነ ነገር ዳገበርካሎም ኢኻ። ካባኻ ዝረኽብዎ ፖዝቲቭ ኢነርጂ ናብኦም ስለዝፈስስ። እዚ ለጋስ ምዃን ርእሰ ምትእምማንካ ሓፍ ከብሎ እዩ። ምልጋስን ምዕባይን ኣለካ። ዝተመርጹ ልምድታት፣ ጽቡቕ ልምድታት ምስ ዝህልወካ ርእሰ ምትእምማንካ ሓፍ ኣብሎ። ሕማቕ ልምድታት ድማ። ርእሰ ምትእምማንካ ድማ ኩዒቶም እዮም ዝቐብርዎ። እንታይ መሲልኩም? ብጣዕሚ ሕማቓት ልምድታት ዝበሃሉ ክትገብር እንከለኻ ግዜኻ እንዳባኸነ ምዃኑ፣ ብውሽጢ ዝስምዓካ በቃ ግዜኻ ብዘባኸንካዮ መጠን ትሕቲ ሰብ ከም ዝኾንካ ናይ ርእሰ ምትሓት ስምዒት ይስዕረካ። ነገራት ንምድፋር ኣብ ተግባር ንምምጻእ ትስእን። ውሽጣዊ ሞትቬሽንካ ይጠፍእ። ንምንታይ እንተይልና እዚ ሕማቕ ልምድታት ተቖጻጺርካ ኣሎ ማለት እዩ። ብጣዕሚ ዝተመርጹ ጽቡቕ ልምድታት ምስ ዝህልወካ ድማ ዝኾነ ሰብ ከየነቓቕሓካ ማንም ሰብ ከየተሰኣካ ብርታዐ ኣለካ ርእሰ ምትእምማንካ ሰማይ ይትንክፍ ንኣብነት ኣዘውቲሮም ስፖርት ንዝሰርሑ ሰባት ማንም ሰብ ከይነገሮም ርእሰ ምትእምማኖም ዝገርም እዩ በቃ መዓልቶም የጸብቕዎ ስርሖም ብግቡእ ሰርሑ ጽቡቕ ልምዲ ምስ ዝህልወካ መንነትካ ይፍልጥ እዩ። ልምዲ ድማ ብሓደ መዓልቲ ዝመጽእ ኣይኮነን፣ ብሓደ ወርሒ ኣይህነጽን። ኣብ ነዊሕ ግዜ ደጋጊምካ ምስ እተዘውትር ዝፍጠር እዩ። ነዚ እዩ ድማ መዓልታዊ ምስ እትገብሮም ጽቡቕ ልምድታት፣ ናትካ መንነት ከም ብሓድሽ ዝሃንጹ። ኣብዚ ግዜ እዚ ንስኻ ትቕየር፣ ርእሰ ምትእምማንካ ይቕየር፣ ጽቡቕ ልምድታት እውን የድልየካ እዩ። ምንባብ ጽቡቕ ልምዲ እዩ። ንጎ ምትሳእ ጽቡቕ ልምዲ እዩ። ስፖርት ምስራሕ ጽቡቕ ልምዲ እዩ። እዚኦም ኩሎም ርእሰ ምትእምማንካ፣ ልቦናኻ፣ ሓፍ ኣብሎ። ኣብ ሕልምኻ ምንባር። ውሽጥኻ ዝኣምነሉ ምግባር ርእሰ ምትእምማን ዝህብ፣ ዝሃንጽ ዓቢ ምስጢር እዩ። ዘ ኣልኬሚስት ዝተባህለ መጽሓፍ ከምዚ ይብል፣ ኩላትና ዝተፈጠርናሉ ዕላማ ናይ ውሽጥና ዓቢ መንነት ደሊና ንምርካብ እዩ፣ ምስ ረኸብናዮ ድማ ኣብኡ ንምንባር እዩ ይብለና። ዕላማ ምስ ዝህልወካ፣ ሕልምኻ ምስ ትፈልጦ፣ ኣብኡ ንምንባር እትገብሮ ጻዕሪ ርእሰ ምትእምማንካ ሰማይ እዩ ዝሰቕሎ። እንታይ መሲሉኩም ነቲ ዝኣመንካሉ ነገር ክትነብር ምስ ትጅምር ብዙሓት ሰባት ደው ከብሉኻ ይጽዕሩ እዮም ግን ፈጣሪ ንዓኻ ጠራሕ ዘቐመጦ ፍሉይ መልእኽቲ ኣሎ እዚ መልእኽቲ እዚ ደሊኻ ምርካብ ናትካ ጊደ እዩ ሓንሳብ ምስ ረኸብካዮ ግን ምንባር ጀሚርካ ኣለኻ ማለት እዩ ኣብዚ ምስ ትነብር እዩ ድማ ርእሰ ምትእምማንካ ዝህነጽ ንስኻ ገዛእ ርእስኻ ተዘይኮይንካ ድማ መን ንስኻ ክኸውን ደሊኻ? ገዛእ ርእስኻ ንምዃን ድማ ንምንታይ ዕላማ እየ ተፈጢረ? እንታይ ንኽመሃር? እንታይ ንኽሰርሕ? እንታይ ንኸበርክት? ዝብሉ ሕቶታት ከተቐርብ ምስ ትጅምር እዩ። መልሱ ንምርካብ ኣብ ትገብሮ ጻዕሪ ግን ብዙሕ ግዜ ክትጋገ ኢኻ። ክትወድቕ ኢኻ ክትትስእ ኢኻ። ኣብዛ መጽሓፍ ከምዚ ዝብል ሓሳብ ንረክብ፣ ሕልምኻ ንምስዓብ ልክዕ ከም ሓድሽ ቋንቋ ምምሃር ከቢድ እዩ። ብዙሕ ግዜ ኮልተፍተፍ ክትብል ኢኻ፣ ብዙሕ ግዜ ክትጋገ ኢኻ፣ ኣብ መወዳእታ ግን ነቲ ቋንቋ ምዝራቡን ምልማዱን ዘይተርፍ እዩ ይብለና ኣብ ሕልምኻ ምስ ዘይትነብር ግን መስሓቒ ክትከውን ኢኻ ሸንኮለል ክትብል ኢኻ ንሕልምኻ ክትክተል ምስ ትጽዕር ግን ላዕልን ታሕትን እኳ እንተበልካ ነቲ ቋንቋ ምልማዱ ግን ዘይተርፍ እዩ ኣብዚ ግዜ እዚ ምትእምማንካ ከም ሓደ ድልድል ክህነጽ እዩ ካብዚ ሎሚ ዘዕለልኩኹም ምኽርታት ኣየናይ ፈቲኹሞ? እቲ ብጣዕሚ ዝመሰጠኩም ሓሳብ ኮመንት ግበሩለይ ኢኹም ከንቡበ'የ። ክሳብ መወዳእታ ምሳይ ስለ ዝጸናሕኩም፣ ስለ ዝተኻታተልኩሙኒ፣ ስለ ዝሰማዕኩሙኒ ብልቢ'የ ዘመስግነኩም። ሰላም ጽንሑ፣ ሂወትኩም ብንቕሓት ምርሕዋ።